ሰላም ሰላም ኣሕዋት ሰማዕቲ ትግርኛ ኣብዚ ኣረና መዓልትኻን ነዞም ተጠቀምቲ ሓደሽቲ ዩቱብን ተጠቀምቲ ዋላ ነዊሕ ዩቱብ ዘለኩም ዓበይቲ ዩቱብ ዘለኩም ማለት እዩ ከመይ ጌርካ ኣብ ሞባይልካ ኣብ ዩቱብካ ኢንትሮን ኣውትሮን ቪድዮ ትገብር ማለት እዩ እሱ ከዓኒ ሪኤኩመ ተስፋ ገብር ክትፈትዋ ሶ ኣክብረኩም ኣብዛ ሕጂ እዚኣ እታ ዌብሳይት እዛ ሕጂ ኣብ ሊንክ ክገድፈ ኣብ ታሕቲ ሊንክ ክገድፈልኩም እዛ ፓንዞይት ዶት ኮም ትብል ዘላ ናይ ኤዲት ተኽእሎ ተለካ ኣብዛ ኒው ፕሮጀክት ኢልካ ኣቶ ባዕልኻ ክትሰርሕ ትኽእል ኢኻ ተዘየለ ግን ኣብዚ ታሕቲ ንለኩም ርእይዎ ሕጂ ናይ ሎሚ ደሓን ከርእየኩም ኣይንተን ከም ንገብር እዚኣ ክገብር እየ ኣነ እዚኣ ክገብራ ግን ሙዚቃ ኣይውልዖን እየ ኮፒራይት ከይፀሓፈለይ ምእታው ንኣሕዋት ማለት እዩ ኮፒራይት ከይፀሓፈለይ ዝኾነ ኣይገብርን እየ ሙዚቃ ገለ እዚኣ ሪኢኹማ ከምዚ ሕጂ ትሪእዋ ኣለኹም ረኣይዋ ነዚ ሕጂ ኣብዚ ኣቲና ከምዚ ጌርና ንቕይሮ ማለት እዩ። ኣብዚ ኣቲና ሕጂ ኣብዛ ኦብጀክት ትብል ዘላ ኦብጀክት ኣቲና ንቕይሮ። ኦብጀክት ኣቲና ኣብዚ ዩር ኔም ዝብል ዘሎ ዩር ዝብል ዘሎ ኣብቲ ዩር ኣቲና ሕጂ ንሪኦ። ኣብዚ ኣቲና ኢንተር ንብሎ ከምዚ ጌርና ጺሒፍና ማለት እዩ ኣብታ ኔም ዘላ ራይዋ ሕጂ ምናልባት ግን ኣሕዋት እዚ ሕጂ እዛ ቴክስት ዩር ትብል ነበረት እዛ ዴል ቀይርናያ ዘለና ሕጂ ክሳብ ክሳብ ክትጸንሓኩም ትኽእል እያ ሰለስተ ክልተ ክጸንሓኩም ይኽእል እያ ኣብ ኩለን ክትመልእወን ትኽእሉ ኣለኩም ወላ ኣብዚ ኔም ዝብል ዘሎ ርእይዎ እዚ ኔም ዝብል ዘሎ ሕጂ ሓንቲ ኣላ ርእይዋ ግን ካልእ ክኸውን ስለ ዝጸንሕ ተመልእኩሞ ተመራጻይ እዩ ብሮን ገብረ ብሮን ገረ ኣለኹ ሕጂ ሬዎ እቲ ካስቶም ግን ደስ ኣይበለኒ ደስ ኣይበለኒ ኣሎ ኣብዚኣ ቀይረ ኣብዚ ገረ ኢንተር ክብለ እታ ላዕለወይቲ እውን ከምኡ ክገብረ ኣብዛ ሕጂ ሬዎ ሕጂ ኣነ እታ ደርፊ ዝኾነ ሕጂ ደርፊ ክትመርጹላ ተደሊኹም ኣብዚኣ መጺኹም ደርፊ እዚኣ ትመርጹ ማለት እዩ ሕጂ ኣነ ኣይውልኣን እቲ ደርፊ ይቕሬታ ግበሩለይ ኣይውልኣን እየ እዚኣ ከምዚ ምስ ገበርኩዋ ሽዑ ነዚኣ ይውልዓ ማለት እዩ እዚኣ ምስ ወላዕኩዋ ሽዑ ነዚ ከምዚ ገይረ ስሕቦ ነዚ ከምዚ ገይረ ስሒበ ሽዑ ንርኣ ነዚ ከምዚ ገይረ ኣርሕቖ ነዚ እውን ከምዚ ገይረ የርፍኦ ሕጂ እታ ደርፊ ንእሽተይ ከስምዓኩም እየ ማለት እዩ ካብኣ ማለት እዩ ግን ኣይውላዕን እየ ሪኢኹማ እታ ደርፊ ስምዕዋ ሕጂ እዚኣ እያ ነይራ ኮፒራይት ከይተፃሓፈለይ ኢለ ሕጂ ደሓን ሚዩት ክገብራ እየ እሶኦም ኢንጅነር እዮም ታፀፈ ሪኣ ከመይ ትንቀሳቀስ ኣላ ተስፋ ገብር ክትፈትዉዋ ከምዚ ጌርኩም ምስ ወዳእኹም ኣብ ስመፆ ኖርማሊ ኣብዚ ዳውንሎድ ትብልዋ ስታርት ዳውንሎድ ምስ በልኩማ እዚኣ ክትወድያ ካልኩሌቲንግ ይብለና ኣሎ ክንደይ ደቂቅ ምዃና ክንሪኣ ጥራይ ዓሰርተ ሸውዓተ ሓሙሽተ ደቂቅ ኣሎ ኣርባዕተ ደቂቅ ይብሎ ኣሎ ግን ሕልፊኡ ክትወስድ ስለ ትኽእል ንሕና በጃና ኦሬዲ ስለ ዘለኒ ካንሰል ክብላ ሕጂ ናትኩም ግን እዛ ኣብዚ ከተምጽኡልና እዚኣ ኣብ ታሕቲ ኤዲቲንግ ቪድዮ ዝብል ኣብታ ከዓኒ ኮንቲኒው ዳውንሎድ ዝብል ኣሎ ኣብታ ኮንቲኒው ትሃርሙዋ ሽዑ ናብዚ መጺኹም ኣብዚ ክትረኽቡዋ ትኽእሉ ኢኹም ማለት እዩ ኣብዚ መጺኹም ኣብዚ ዳውንሎድ መጺኹም ክትረኽቡዋ ትኽእሉ ኢኹም ኣብ ዳውንለድ መጺኹም ሽዑ ኣብዚ ክትረኽብዎ ኢኹም ረእይዎ ሕጂ ቅድሚ ሕጂ ዘውረድክዎ እዚ ናተይ እዩ ቅድሚ ሕጂ ዘውረድክዎ እዚ ዝሰርሓኽዎ ማለት እዩ ነዚ ይመስል እቲ ኢንትሮ ቪድዮ ናተይ ሶ ተስፋ ይገብር ክትፈትውዋ የቐንየለይ